ጀነራል ሳሞራ ብልፅግና ሰላም ከምዝደሊ ኣብዚ ሰለስተ ዓመት ኣርእዩና እዩ ብምባል ንመደረታት ጀነራላት ትግራይ ቦሎኽሎኽ ኣቦይ ሕሉፍ ክብል ገሊፅዎ። ሰላም ተኸታተልቲ ቻነል ቀርፋ ሚድያ ንሕዚ ጀነራል ሳሞራ የኑስ ኣብ ዝገበሮ ቃለ መሕተት ዘልዐሎም ዓንኳር ሓሳባት ክነካፍለኩም ኢና ሓቢርኩምና ፅንሑ። ስለትካታተሉና ድማ ነመስግን። ሳብስክራይብ ሼር ኣይትረስዑ። ጀነራል ሳሞራ የኑስ ንኣስታት ክልተ ሰዓታት ዝኣክል ኣብ ዝገበሮ ቃለ መሕተት ሰፋሕቲ ዛዕባታት ኣልዒሉ ምስ ጥፍኣት ፌደራል መንግስቲ ዝምልከት ንምዝራብ እውን ተቖጢቡ ጥሉል መልእኽቲ ኣብይ ኣሕመድ ብዝተዋደደ መንገዲ ዘመሓላለፈ መሲሉ ይረኣ ክብሉ እውን ብዙሓት ይገልፅዎ ኣለው ሓቂ ኣለዎ ዶ የብሉን ንቕድሚት ዝረኣ ኮይኑ ትግራይ ክትመርሕ ትደሊ ኢኻ ትበሃል ንዝብል ሕቶ ዘይተደለየ ድርጎምጓም ዝተውሃቦ ብምሕባር፣ ህዝቢ ትግራይ ባዕሉ ብዝመረፆ ክመሓደር ኣብ ፌደራል ውክልና ክህልዎ ኣለዎ እየ ዝበልኩ ብምባል መሊሱ። እዚ ድማ ዝኸኣለ ይምረፅ ዘይከኣለ ድማ ኣብ ዝኸኣለሉ እዋን ክግበር ከምዘለዎ ብምሕባር ጉዳይ መረፃ ተመዛበልቲ ክፀንሕ ከምዘለዎ ኣእንፊቱ። ኣብ ጉዳይ ትሕቲ ፀላኢ ዘሎ መሬት ትግራይ ዝምልከት መሬት ናበይ ከይኸይድ ሱቕ ኢሉ መረፃ ይካየድ፣ መረፃ ሕገ መንግስታዊ መሰል እዩ ብምባል ትግራይ ኣብ ትሕቲ መንግስቲ ዘሎ ዝመስል ዘረባ ተዛሪቡ። ኲናት ዝስዕር ብቴክኖሎጂን ብሎጂስቲክስን እዩ። ቬንዙዌላ እንዶ ተመልከቱ መራሒ ከመይ ገይሩ ተወሰደ። ስለዚ ትግራይ ዝተብሃላ ትግበር፣ ዲድኣር ይፈፀም፣ ውሑዳት ከይሕተቱ ተባሂሉ ኲናት ኣብ ትግራይ ክካየድ የብሉን ድሕሪ ምባል መንግስቲ ፌደራል ኲናት ኣይደልን፣ ሰለስተ ዓመት ነዚ ብተግባር ኣርእዩና እዩ ድሕሪ ምባል ናይ ትግራይ ጀነራላት ግን ይፍክሩ ኣለዉ። ቦሎኽሎኽ ኢና ንብሎ ዝብል ገሊጽዎ። ንፌደራል ዝወቅስ ወይ ከምዚ ክገብር ይግብኦ ኣይገበረን ዝበሃል ነገር ብጣዕሚ ተጠንቂቑ ክዛረብ ዝተሰምዐ ሳሞራ ንዖኦም ክንሓትት ምእንቲ ንሕና እንዶ ውዕል ፕሩቶርያ ንምፍጻም ዝግበእና ንግበር ብዝብል ሓሊፍዎ። መንግስቲ ፌደራል ከም እሙን መፈጻሚ ውዕል ጌሩ እውን የቐምጦ። ሳሞራ ህዝቢ ወልቃይትን ፀጌደን ትግራዋይ እዩ ኣቦይ እውን ወልቀታይ እዩ ህዝቡ መንነቱ ኣይቕይርን ዋላ ብቋንቁኡ ገዲፉ ብኻልእ ክምሃር እንተገበርዎ ይብል ብዛዕባ ዲሞግራፊ ምቕያር እንትሕተት ኣብዚ ጉዳይ ሪኢቶ ዝሃቡ ዘለው እዚ መተዓሻሸዊ ዝኸውን ሓደገኛ ኣብ ወድዓውነት ዘይምርኮስ ዘረባ እዩ ዝብሉ ድማ ኣለው ከም ምኽንያት ዘቕረብዎ ቆቦን ዓብደራፍዕን ቅድሚ ገለ ዓመታት ተጋሩ እዮም ነይሮም ላሊበላን ገለ ክፋል ጎጃምን ቅድሚ ሓምሳ ሱሳታት ዓመታት ኣገው እዮም ነይሮም ኣይቕየሩን ዝበሃል ሓድሽ ዘይሳይንሳዊ መዕሸዊ ዘረባ እዩ። ሳሞራ ቀለ መሕተቱ እንትቕጽል ክዛረብ ዘይደሊ ብመንግስቲ ኢትዮጵያ ዝውቀሶ ጉዳያት ባዕላቶም ይወድኡ ሓበሬታ የብለይን ኣይምልከተንን ብዝብል ክነጽጎ ተራእዩ። እኒ ዳኛቸው ኣሰፋ እኮ ተመዛበሊ ከይምልሱ ኣብ ምዕራብ ትግራይ ከይዶም ፈኪሮም እንትበሃል ናይ ትግራይ እውን ይፍክሩ ኣለዉ ብዝብል እዩ መሊስዎ። ናብ ክልል ኣምሓራ ክንኣቱ ኢና ኢሉ ዝፈከረ ትግራዋይ ጀነራል ከምዘሎ ግን ኣይገለጸን። ብትግራይ ወገን ዘለዉ ጀነራላት ኪናት ኣይደልዩን እናዘመሩ ጥራሕ እዮም ክነብሩ ዝደልዩ ድሕሪ ምባል ቦሎኽሎኽ ኣቦይ ሕሉፍ እዩ ክብል ገሊፅዎ። ብዛዕባ ህወሓት ዝተሓተተ ሶሞራ እታ ኣነ ዝፈልጣ ህወሓት ኣላ ዶ የላን ካልእ ጉዳይ ኮይኑ ህወሓት ኣብ ኣዲስ ኣበባ ብዘለዉ ዓሰርተ ይኹኑ ሓደ ሽሕ ኣይተድሕንን፣ እትድሕን ኣብ ትግራይ ብዘሎ ህዝብን ሓሳብን እዩ ብምባል ሰጊርዎ። ብኣንፃሩ ኣብ ትግራይ ለውጢ ክመፅእ ከምዘለዎ እምነቱ ምዃኑ ብምግላፅ እንታይ ዓይነት ለውጢ ዝብል ግን ኣየብረሀን። መንእሰይ መሪሕ ታርኡ ክፃወት እውን ፀዊዑ። እዚ ከምቲ ፃድቃን ኣብ ቱፒኤስ ቀሪቡ ብዓመፅ ድዩ ዋላ ብሰላማዊ ቓልሲ ግን ግልፂ ኣይገበረን። ጀነራል ሳሞራ ኣብ ትግራይ ዘለዉ ውድባት ካብ ህወሓት ጀሚርካ ዋላ ተናሓናሕቲ ኣብ ጉዳይ ስልጣኖም እምበር ብዛዕባ ህዝቢ ትግራይ ከምዘይግድሾም ኣጀንድኦም ከምዘይኮነ እውን ሓቢሩ። እዚ ብምባለይ ተናሓናሕቲ ደገፍቲ ህወሓት ኢሎም ኣፀሊሞምኒ በሃሊ እዩ። ተኸታታሊ ቃልፋ ሚድያ ንሐዚ ዝበልናዮ ብዛዕባ ነዚ ይመስል ሰላም።